ሰላም ከመይ ሓዲርኩም ኣብ ዝተፈላለያ ኩርናዓት እትርከቡ ክቡራት ተኸታተልቲ ነዚ ዕለት ዝተዳለወ ዜና ኣሮን ዓንዳይ ከቕርበያ ኣርሳቱ ኣብ ሃገራዊ ላባላቶሪ ጥዕና መርመራ ዝተገብረሉ ዜጋ ሕማም ኮሮና ቫይረስ ተረኺብዎ። ኣብ ወጻኢ ዝነብሩ ዜጋታት ንመኸተ ኣንጻር ኮቪድ ዓሰርተ ትሽዓተ ዝገብርዎ ዘለዉ ወፈያታት ብዝሓየለ ይቕጽል ኣሎ። ሰራዊት ጫድ ብዘካየዶ ስርሒት ብውሕዱ ሓደ ሽሕ ኣባላት ጉጅለ ቦኮ ሓራም ተቐቲሎም። ኣሜሪካ ብመንገዲ መክሲኮ ናብ መሬታ ክሰግሩ ንዝፈተኑ ዘይሕጋውያን ስደተኛታት ነናብ ሃገሮም ከም ዝመለሰት ሓቢራ። ዝርዝሩ ብ ትሽዓተን ዓሰርተን ሚያዝያ ኣብ ሃገራዊ ላባራቶሪ ጥዕና ምርመራ ካብ ዝተገብረሎም ጥርጡራት በረራታት ቅድሚ ምቁራጹ ዝኣተወ ወዲ ሰብዓን ክልተን ዓመት ዜጋ ሕማም ኮሮና ቫይረስ ተረኺብዎ ኣሎ። ነዚ ወሲኽካ ኣብዚ እዋን እዚ ኣብ ኤርትራ ብቫይረስ ኮሮና ናይ ዝተለኽፉ ድምር ሰላሳን ኣርባዕተን በጽሐሎም። ኩሎም ድማ ኣብ ሆስፒታል ተዓቂቦም ዘድሊ ናብዮት ይግበረሎም ከም ዘሎ ሚኒስትሪ ጥዕና ሓቢሩ። ማርከስ ክቡራት ተኸታተልቲ ብሚኒስትሪ ጥዕና ዝወጸ ጸብጻብ ኣሎ ሓበሬታ ኣሎ ናባኹም ከነብሎ። መግለጺ ላዕለዋይ ሓይሊ ዕማም ምክልኻል ለበዳ ኮሮናቫይረስ ለበዳ ኮሮናቫይረስ ንምክልኻል ብሓደ ሚያዝያ ብመንግስቲ ዝወጸ ዓሰርተ ክልተ ነጥብታት ዝሓዘ፣ ኩሉ ሰብ ኣብ ቤቱ ኮፍ ክብል ዘገድድ፣ ምዕጻው ኣብያተ ትምህርትን ህዝባዊ መጓዓዝያን፣ ምእጋድ ህዝባውን ሃይማኖታውን ምትእኽኻባት፣ ምድራትን ምውንዛፍን ንጥፈታት መንግስታውን ብሕታውን ትካላት ዘጠቓልል መምርሒ ኣብ ግብሪ ካብ ዝውዕል ድሮ ሰሙን ኣሕሊፉ ኣሎ። እዚ ዘይንቡር መምርሒ'ዚ ዘይንቡር ኩነታት ዘምጽኦ እዩ። ኣብ ዕለታዊ ህይወትን ቁጠባዊ መነባብሮን ዜጋታት ከምኡ'ውን ኣብ ሓፈሻዊ ሃገራዊ ንጥፈታት ዝፈጥሮ ሰከም ቀሊል ኣይኮነን። ብፍላይ ናብርኦም ኣብ ዕለታዊ ዕዮ ንዝምርኩሱ ዜጋታት ኣጸጋሚ ምዃኑ ርዱእ እዩ። እዚ ሃዋሁ እዚ ኣብ ባህላውን ማሕበራውን ህይወት፣ ኣብ ሓጎስን ሓዘንን፣ ኣብ ሃይማኖታውን ግቡኣትን እውን ኣሉታዊ ጽልዋ ኣለዎ። እንተኾነ ንድሕነት ህዝብን ሃገርን እቲ እንኮ ኣማራጺ ንሱ ጥራይ ብምዃኑ፣ ምስናይ ኩሉ ጽልዋታቱ እቲ ውሳነ ተወሲዱ ኣሎ። ካብ ህይወት ዝዓቢ ነገር ስለ ዘየለ። ብርግጽ ድማ ከምዚ ዓይነት ስጉምቲ ኣብ ምውሳድ ዝተደናጎያ ሃገራት ዝኸፍልኦ ዘለዋ መቕዘፍቲ ዓሰርተታት ኣሽሓት ዘኸትል ዘሎ ከቢድ ዋጋ ዕለታዊ እንሰምዖ ዜና እዩ። ነዚ ዘይንቡርን ጽንኩርን ዓለማዊ ብድሆ'ዚ ንምስጋር፣ ህዝቢ ኤርትራ ጸኒሕ ባህሉን ክብርታቱን መሰረት ብምግባር፣ መምርሕታት መንግስቲ ብንቕሓት ኣብ ምትግባር፣ ገለ ንኣሽቱ ውልቀ ጥሕሰታት ገዲፍካ ዝምስገን ምትሕብባር የርኢ ኣሎ። ኣብዚ ከቢድ እዋን'ዚ ንሓድሕዱ ብምትሕልላይን ብምድግጋፍን፣ ምስ ሰብ ሞያ ጥዕና፣ ኣኽበርቲ ጸጥታን ምምሕዳራትን ብምትሕግጋዝ፣ ንጽጉማት ብምርዳእ ዘርእዮ ዘሎ ጭውነት ድማ ክምስገን ይግበኦ። ኣብ ርእሲ እዚ ኣብ ውሽጢ ሃገርን ወጻእን ዝርከቡ ዜጋታት ከም ወትሩ ዜግነታዊ ሓላፍነቶም ብምግንዛብ ነዚ እዋናዊ ብድሆ እዚ ንምምካት ብወለንትኦም ብደረጃ ውልቂ፣ ስድራቤት፣ ሃገራውያን ማሕበራት፣ ማሕበረኮማትን ካልኦት ውዳቤታትን ዘድሊ ገንዘባውን ንዋታውን ደገፍ ኣብ ምብርካት ይርከቡ። ብርግጽ ድማ ምክልኻል ለበዳ ኮሮናቫይረስ ናይ መላእ ህዝቢ፣ ናይ ኩሎም መንግስታውን ህዝባውን ትካላት ሓላፍነትን ግዴታን እዩ። ዝያዳ ኩሉ ድማ ንሰብ ሞያ ጥዕና ዝዓዝዝ ሓላፍነት ዘሰክም እዩ። ነዚ ሃገራውን ህዝባውን ሓላፍነት እዚ ተሰኪሞም ሞያዊ ኣበርክቶኦም ብልዑል ተወፋይነት ኣብ ምፍጻም ዝርከቡ ኩሎም ሰብ ሞያ ጥዕና ሃገርና እምበኣር ምስጋና ይግብኦም። ንትግባረ መምርሕታት መንግስቲ ብምቁጽጻር ድሕነት ህዝቢ ንምሕላው ለይትን መዓልትን ብልዑል ዲሲፕሊን ግቡኦም ኣብ ምፍፃም ዝርከቡ ኣኽበርቲ ፀጥታን ኣካላት ህዝባዊ ምምሕዳርን ድማ ሞጎስ ይብፀሓዮም። ኣብ መወዳእታ እቲ ሓደጋ ጌና ስለዘሎ ከቢድ ከዓ ስለዝኾነን ኣብ ተግባር ውዒሉ ዝርከብ ጥብቂ ሃገራዊ መምርሒ እውን ጌና ስለዘየብቅዐን ንዝበለፀ ውፅኢት ሕጂ እውን ብፅኑዕን ዕቱብን ኣገባብ ኣተሓሕዛን ክቕፅል የድሊ ላዕለዋይ ሓይሊ ዕማም ምክልኻል ለበዳ ኮረና ዓሰርተ ሚያዝያ ክልተ ሽሕን ዕስራን
ኣብ ወጻኢ ዝነብሩ ዜጋታት ሓበራዊ ብድሆ ብሓበራዊ ኣበርክቶ ብምባል ንመኸተ ኣንጻር ኮቪድ ዓሰርተ ትሽዓተ ዝገብሮ ዘለዉ ወፈያታት ብዝሓየለ ኣወዳድባ የቕጽልዎ ከም ዘለዉ ከካበቱ ዝበጽሓና ሓበሬታ የነጽር። በዚ መሰረት ኤርትራውያን ነበርቲ ዓባይ ብሪጣንያን ሰሜን ኣየርላንድን ኣብ ርእሲ'ቲ ኣብ ዝሓለፈ ሰሙን ዘወፈይዎ ሓምሳን ሓሙሽተን ሽሕ ተወሳኺ ኣርባዓን ሓሙሽተን ሽሕ ብምብርካት ብጠቕላላ ሚእቲ ሽሕ ፓውንድ፣ ከምኡ'ውን ኣብ ዓባይ ብሪጣንያ እትነብር ወይዘሮ መርየም ያሲን ምስ በዓል ቤታ ሚስተር ማይክል ፍሮይደንበር ሓደ ሚልዮን ናቕፋ ወፍዮም ኣለዉ። ኣብ ሃገራት ስካንደነቭያ ማለት ሽወደን፣ ደንማርክ፣ ነርወይን ፊንላንድን ዝነብሩ ሃገራውያን ብወገኖም ጥዕናን ድሕነትን ልዕሊ ኹሉ ብዝብል ቴማ ኣብ ርእሲ'ቲ ኣቐዲሞም ዘወፈይዎ ሓደ ሚልዮን ክሮነር ሽወደን ሓደ ሚልዮንን ሰለስተ ሚእቲ ሽሕን ብምውሳኽ ብጠቕላላ ክልተ ሚልዮንን ሰለስተ ሚእቲ ሽሕን ክሮነር ሽወደን ኣበርኪቶም። ዝርዝር ናይዚ ካብ ሃገራት ስካንዲነቭያ ኣታዊ ኮይኑ ዘሎ ወፈያታት ከምዚ ዝስዕብ እዩ። ኣወሃሃዲ ሽማግለ በዓላት ስካንዲነቭያ ብስም ተሳተፍቲ ሚእቲ ሽሕ ክሮነር፣ ሽማግለ መኸተ ስቶክሆሎም ሓደ ሽሕ ክሮነር፣

ኡምዮ ሸውዓተ ሽሕን ሚእቲን ክሮነር፣ ሽማግለ መኸተ ከተማ ማልመ ሓሙሽተ ሽሕ ክሮነር፣ ሽማግለ መኸተ በርገን ኖርወይ ሓሙሽተ ሽሕ ክሮነር፣ ወይዘሮ ኤልሳ ዘርኤ ብስም ነፍስሄር ጓላ ዲያና ዘርኤ ሚእትን ዕስራን ሓሙሽተን ሽሕ ክሮነር፣ ማሕበር ስንኩላን ጨንፈር ሽወደን ዓሰርተ ሽሕ ክሮነር፣ ማሕበረ ኮም ከተማ ያቭለ ዓሰርተ ሽሕ ክሮነር፣ ማሕበር ተራድኦ ሰናይ ግብሪ ኤርትራውያን ሽወደንን ህጻናትን ድማ ሽዱሽተ ሽሕ ክሮነር። እዚ ከምዚ ኢሉ እንከሎ፣ ኤርትራውያን ነበርቲ ደማምን ኮበርን ምብራቓዊ ዞባ ስዑድ ዓረብ ዕስራን ክልተን ሽሕን ሸሞንተ ሚእትን ርያል ኣብርኪቶም ኣለዉ። ኣብ ዝተፈላለየ ከባቢታት ሃገር ዝነብሩ ዜጋታት ንመኸተ ኮቪድ ዓሰርተ ትሽዓተ ልዕሊ ሓደ ሚልዮንን ሚእቲ ሽሕን ናቕፋ ከምኡ'ውን ዓይነታዊ ገንዘብ ኣበርኪቶም። ብመሰረት ካብ ሚኒስትሪ ጥዕና ዝበጽሓና ዕለታዊ ጸብጻብ፣ ማሕበር ዓበይቲ ናይ ጽዕነት መካይን ኤርትራኮ ሓሙሽተ ሚእቲ ሽሕ ናቕፋ፣ ማሕበር ምትሕግጋዝ ኣባላት ሓይሊ ኣየር ሚእቲ ሽሕ ናቕፋ፣ ሆቴል ሳሪና፣ ከረን ሚእቲ ሽሕ ናቕፋ፣ ክፍለ ሰራዊት ሰላሳን ትሽዓተን፣ ዕስራን ሓሙሽተን ሽሕ ናቕፋ፣ ማሕበር ምትሕጋዝ ቤት ጽሕፈት ሃገራዊ ድሕነት ዓሰርተ ሽሕ ናቕፋ፣ ማሕበር ኤርት ትሮ ጀርመን ሰላሳን ሓሙሽተን ሽሕ ናቕፋ፣ ኣከፋፈልቲ ፋብሪካ ቢራ ዞባታት ድማ ሚእትን ዕስራን ሽሕ ናቕፋ ኣበርኪቶም ኣለዉ። ብዜካዚ ኣብ ከተማታት ኣስመራ፣ ከረን፣ ባጽዕን ዒላበርዕድን ዝነብሩ ውልቀ ዜጋታት ኣስታት ክልተ ሚእትን ሱሳን ሽሕ ናቕፋን ሓደ ሽሕ ዶላርን ኣብ ሕሳብ ሃገራዊ ባንክ ኣታዊ ገይሮም ኣለዉ። ብዜካዚ ብርክት ዝበሉ ዜጋታት ዓይነታዊ ኣበርክቶ ገይሮም ከምዘለዉ ካብ ሚኒስትሪ ጥዕና ዝተረኽበ ሓበሬታ የነጽር። ኣብ ንኡስ ዞባ ለጉዓ ዓንሰባ ንዝወጸ መምርሒታት ብምጥሓስ ኣብ ሃለኽቲ ዘይምኽኑይ ወሰኽ ዋጋታት ኣብ ልዕሊ ዝገበራን ክ ኣጽዋር እናተገብእን ኣገልግሎት ክህባ ዝተረኽባን ትካላት ንግዲ ስጉምቲ ተወሲድወን። ብመሰረት ሓበሬታ ምምሕዳር'ቲ ንኡስ ዞባ፣ እተን ክዓጽዋ እናተገብእን ኣገልግሎት ክህባ ዝተረኽባ ሰለስተ ኣብያተ መስተ ነፍሲ ወከፈን ሰለስተ ሽሕ ናቕፋ ክቕጽዓ ከለዋ፣ እቲ ጸኒዑ ዘሎ መምርሒ ምስ ተላዕለ ድማ፣ ንሰለስተ ኣዋርሕ ክዕጸዋ ተወሲኑ ኣሎ። እተን ኣብ ዋጋታት ሃለኽቲ ዘይሕጋዊ ወሰኽ ዝገበራ ትካላት እውን ብመሰረት መምርሒ ሚኒስትሪ ንግድን ኢንዱስትርን ስጉምቲ ከም እተወስደለን ክፍለጥ ተኻኢሉ ኣሎ። ብዜካዚ ንቀጥዕታት ማሕበራዊ ምፍንታት ምእጋድ ማሕበራዊ ወፈያት፣ ውራያትን ዝጠሓሱን ካብ መጠንቀቕታ ክሳብ ገንዘባዊ መቕጻዕቲ ከም እተበየነሎም ካብቲ ቦታ ዝበጽሓና ሓበሬታ ይሕብር። ዜና ወጻኢ ሰራዊት ጫድ ኣብ ከባቢ ቀላያት ጫድ ከካይዶ ብዝቐነየ ሰፊሕ ስርሒት ብውሕዱ ሓደ ሽሕ ኣባላት ሽበራዊ ጉጅለ ቦኮ ሓራም ከም እተቐትለ ኣፍሊጡ። ኣብቲ ስርሒት ልዕሊ ሓምሳ ካብ ኣባላቱ ከም ዝኸሰረ ዝግለጽ ሰራዊት ጫድ፣ ኣብ ልዕሊ እቶም ዕጡቓት ከቢድ ንዋታዊ ክሳራ ከም ዘውረደን ካብቲ ከባቢ ከም እተጸርጉን ኣረዲኡ። እዚ ሓድሽ ስርሒት ቦኮ ሓራም ዝሓለፈ ወርሒ መጋቢት ብዘካየዶ መጥቃዕቲ ኣስታት ሚእቲ ወታደራት ጫድ ድሕሪ ምቕታሉ'ዩ ዘስዕብ ዘሎ። መንግስቲ ጫድ ድሕሪ'ቲ መጥቃዕቲ ቀላያት ጫድን ከባቢኡን ናይ ውግእ ዞባ ምዃኑ ብወግዒ ብምእዋጅ፣ ኣብ ልዕሊ ዕጡቓት ሰፊሕ ስርሒት ከካይድ ከም ዝወሰነ ይፍለጥ። ንኣስታት ዓሰርተ ዓመታት ኣብ ሰሜናዊ ሸነኽ ናይጀርያ ክንቀሳቐስ ዝጸንሐ ቦኮሓራም፣ ኣብዚ እዋን'ዚ ስርሒታቱ ናብ ጎረባብቲ ሃገራት ከም ዘስፍሐ'ዩ ዝግለጽ ዘሎ። እቲ ዕጡቕ ጉጅለ ካብ ክልተ ሽሕን ትሽዓተን ኣብ ዞባ ምዕራብ ኣፍሪቃ ብሓፈሻ፣ ናይጀርያ ድማ ብፍላይ ብዘካየዶ መጥቃዕትታት ኣስታት ኣርብዓ ሽሕ ሰባት ከም እተቐትሉን

እዚ ሓድሽ ናይ ምዕጋት ስጉምቲ ግና ምስ ምልባዕ ሕማም ኮሮና ቫይረስ ዝተተሓሓዘ ምዃኑ'ዩ ገሊጹ ዘሎ። በቲ ሕማም ሕልፊ ካልኦት ሃገራት ትጥቃዕ ዘላ ኣሜሪካ፣ ምስ ጎረባብታ ሜክሲኮን ካናዳን ንዘራኽባ ዶብ ዝሓለፈ ወርሒ መጋቢት ከም ዝዓጸወቶ፣ እንተኾነ ግና ዋሕዚ ዘይሕጋውያን ስደተኛታት ከም ዘይጎደለ ጸብጻባት የረድኡ። ብመሰረቶም ጸብጸባት ኣብ ዝሓለፈ ወርሒ መጋቢት ጥራይ ኣስታት ሰላሳን ኣርባዕተን ሽሕ ዘይሕጋውያን ስደተኛታት ሃገራት ላቲን ኣሜርካ ናብ ሕቡራት መንግስታት ኣሜርካ ክሰግሩ ከም እተታሕዙ ተፈሊጡ። ዝበዝሑ ካብቶም ስደተኛታት ዜጋታት ሆንድራስ፣ ጓቲማላን፣ ኤል ሳልቫዶርን ምኻኖም እዩ ዝግለጽ ዘሎ። ዜና ንምዝዛም ኣርስታቱ። ኣብ ሃገራዊ ላባራቶሪ ጥዕና ምርመራ ዝተገብረሉ ዜጋ ሕማም ኮሮና ቫይረስ ተረኺቡ። ኣብ ወጻኢ ዝነብሩ ዜጋታት ንመኸተ ኣንጻር ኮቪድ ዓሰርተ ትሽዓተ ዝገብርዎ ዘለዉ ወፍያታት ብዝሓየለ ይቕጽል ኣሎ። ሰራዊት ጫድ ብዘካየዶ ስርሒት ብውሕዱ ሓደ ሽሕ ኣባላት ጉጅለ ቦኮ ሓራም ተቐቲሎም።